መንግስቲ ኢትዮጵያ ቀመማዊ ኣጽዋር ተጠቂማ ዝብል ክሲ ነጺጋቶ። ኣብ ህንዲ ዕለተ መርዕኦም ኣብ ነፋሪት ዘሕለፍዎ መጻምድቲ መዛረቢ ብዙሓት ይኾኑ። ዝኸበርኩም ተዓዘብትና ምስ ኣርእስታት ዜና ኢኹም ጸኒሕኩም፣ ዝርዝራቱ ይስዕብ። ብሰንበት ዕስራን ሰለስተን ግንቦት ክልተ ሽሕ ዕስራን ሓደን ንኣክቲቪስት ጋዜጠኛ ሮማን ፕሮታሰቪች ንምሓዝ ንዕኡ ኣሳፊራ ካብ ግሪክ ናብ ሉታንያ ትበርር ዝነበረት ህዝባዊት ነፋሪት ብመንግስቲ ቤላሩስ ድሕሪ ዝወረዳ ጸቕጢ ሃንደበት ኣንፈታ ቀይራ ናብ ርእሰ ከተማ ሚኒስኪ ክትዓልብ ከም ዝተገደደት ይፍለጥ። ሕጂ ድማ ከምዚ ስዒቡ ዝወጽእ ዘሎ መግለጺታት፣ ሃገራት ሕብረት ኤውሮጳ ኣብ ብራስለስ ኣብ ዝገበርኦ ህጹጽ ኣኼባ፣ ነፈርቲ ቤላሩስ ብክሊ ኣየረን ከይበራ እማመ ከጽድቓ እንከለዋ፣ ኣብ ቀጻሊ ድማ ቁጠባዊ ማዕቀብ ከም ዝሕግጉላ ኣፍሊጦም። ሓለፍቲ ቤላሩስ ንተግባራቶም፣ ፍልስጤማውያን ዕጡቓት ሓይልታት ሓማስ መጥቃዕቲ ከውርዱ ሓሳብ ነይርዎም ካብ ዝብል ጥርጣረ ንውሕስነት'ታ ነፋሪት ክብሉ ኣብ ሃገሮም ከም ዘዕለቡዋ እኳ እንተሓበሩ፣ ዘቕረቡዎ ምኽኒት ግን ብመብዛሕትኣን ሃገራት ምዕራብ ተቐባልነት ኣይረኸበን። ነዚ ኣመልኪቱ ዕጡቕ ሓይልታት ሓማስ ኣብ ዘውጽኦ መግለጺ፣ ውጹእ ሓሶት ብምባል ንጠቐነ መንግስቲ ቤላሩስ ግብረ መልሲ ሂቡሉ። ፕረዚደንት ኣሜሪካ ጆ ቫይደን ብወገኑ ዘጸይፍ ተግባር ብምባል ንተግባራት ቤላሩስ ኮኒንዎ ኣሎ። ጋዜጠኛ ሮማን ፕሮተሳቪች ኣብ ዓመተ ክልተ ሽሕን ዓሰርተ ትሽዓተን ካብ ሃገሩ ወጺኡ ኣብ ስደት ኣብ ዝነበረሉ ግዜ ነቲ ኣብ ክልተ ሽሕን ዕስራን ዝተኻየደ ፖለቲካዊ ምርጫ ሃገሩ ዝነበሮ ዘይዕግበት ብተደጋጋሚ ግዜ ይጠቅስ ከም ዝነበረ ምንጭታታ ሓቢረን። በዚ ዝተቖጠዐት መንግስቲ ሚንስክ ድማ ኣብ ልዕሊኡ ክሳብ ብሞት ከቕጽዕ ዝኽእል ክሲ ግብረ ሽበራ ብምምስራት

ድኻታት ሃገራት ክሳብ ክልተ ሚእታዊት ጥራይ ምቅሊት ከም ዝረኸባ ሓቢሩ። እዚ ከምዚ ኢሉ እንከሎ ዶክተር ቴድሮስ ኣድሓኖም ወሲኹ፣ ንለበዳ ኮሮናቫይረስ ንምብዳህ ህይወቶም ከይበቐቑ ለይትን ቀትርን ንዝጽዕሩ ዘለዉ ዓለምለኻውያን ሓካይም ክኢላታት ጥዕና ኣመጒሱ። ካብዚ ብምቕጻል ኣብ መስርሕ ምቑጻይ እዚ ቀታሊ ቫይረስ ሚእትን ሓምሳን ሽሕ ሓካይም ህይወቶም ከም ዝሰኣኑ ብምፍላጥ፣ ሓዘኑ ገሊጹ። ኣብ መደምደምታ፣ ሕጽረታት እዚ ክታበት ክንብድሆ እንኽእል ኣብ መንጎ ሃገራት ስጡም ምትሕግጋዝን ምድግጋፍን ምስ ዝህሉ እዩ ዝበለ እቲ ዶክተር፣ ሃገራት ለብዒ እዚ ቫይረስ ንኽገትኣ ዝኣተውኦ መብጽዓ ከተግብራ ጸዊዑ። ኣብ ዝሓለፈ ቅንያት ዋጋታት ቢትኮይንን ዶግከይንን ከምኡ'ውን ካልኦት ዲጂታላዊ ባጤራን ብኣርብዓ ሚእታዊት ከምዝቐነሰ ዝፍለጥ ኮይኑ፣ እዚ ድማ ብሰንኪ ቢሎኖር ኢሎን ማስክ ቂድሚ ሒደት ሰሙናት ድጂታላዊ ባጤራታት ጠንቂ ብከላ ኣከባቢ ይኸውን ኣሎ ኢሉ ዝሃቦ ርእይቶ ዝተፈጥረ ውድቀት ዕዳጋ ምዃኑ ብዙሓት ክኢላታት እዚ ዓውዲ ይሕብሩ። ኣምሳያ እዚ ጠንቂ ጥፈሻ ብዙሓት ኣብዚ ዓውዲ ርእሰማል ዘለዎም ሰባት ኮይኑ ከምዘሎ ብምግንዛብ፣ ኢሎን ማስክ ብዛዕባ ዲጂታላዊ ባጤራታት ምዝራብ ገዲፉ ኣብ ምፍራይ ትካል መኪናታት ሰላም ከትህብ ይጽውዑ ኣለዉ። ነዚ ኣመልኪቱ ሓሳቡ ዝሃበ መስራትን ሓላፍን ትካል ዲጂታላዊ ባጤራ ሸልሰስ ዝኾነ ኣሌክስ ማሽከይ ንኢሎን ማስክ ዝስዕብዎ ዘለዉ ሰባት ከይተረድኦም ልዑል መጠን ገንዘብ ይኸስሩ ኣለዉ፣ እዚ ድማ ናብ ፍጹም ጥፈሻ ዝመርሖም መንገዲ'ዩ ብምባል ኣብ ልዕሊ ኢሎን ማስክ ዘለዎ ዘይዕግበት ገሊጹ። ኣብ መፈጸምታ፣ ንድርጅታላዊ ባጤራ ዘመሓድሩ ሕብረተሰብ ሓላፍነት ክስምዖም ከም ዘለዎም ዝሓበረ ኣሌክስ፣ ኣብ ዝውንንዎ ነገራት ዝህብዎ መግለጺ ውሕሉልን ኣብ ልዕሊ ኣውፈርቲ ሓደጋ ዘስዕብ ክኸውን ከም ዘይብሉን ክግንዘቡ ይግባእ ብምባል ተማሕጺኑ። ኢሎን ማስክ ይኹን ትካል ተሰላ ክሳብ ሕጂ ነዚ ዝመጾም ጥርዓን ኣመልኪቶም ዝሃብዎ መግለጺ የለን። ኢትዮጵያ ነቲ ብጋዜጣ ቴለግራፍ መንግስታት ኢትዮጵያን ኤርትራን ኣብ ክልል ትግራይ ኬሚካላዊ ኣጽዋር ተጠቂመን ዝብል ክሲ ነጺጋቶ። እቲ ብጋዜጣ ቴለግራፍ ዝወጸ መግለጺ፣ ሓይልታት ክልቲኤን ሃገራት ጻዕዳ ፎስፎረስ ዝተባህለ ኣብ ጥቕሚ ከይውዕል ዝተኸልከለ ሓደገኛ ቀመም ኣብ ኲናት ትግራይ ከም ዝተጠቀማሉ፣ ብዙሓት ሰለማውያን ሰባት ድማ ግዳይ እዚ ሓደገኛ ባእታ ከም ዝኾኑ እያ ኣብ ገጻታ ኣስፊራ። እታ ጋዜጣ ወሲኻ፣ በዚ ቀመም ዝተጠቕዑ ሰባት ረኺባ ከም ዘዘራረበት ኣፍሊጣ። ይኹን እምበር መንግስቲ ኢትዮጵያ ብመንገዲ ሚኒስትሪ ጉዳያት ወፃኢ ኣቢላ ኣብ ዝገበረቶ ግብረ መልሲ ንሓድነት ሃገራት ንምርማስ ዝዓለመ ሓላፍነት ዝጎደሎ ፀብፃብ ብምባል ብትሪ ነፂጋቶ ኣላ። እቲ መግለፂ ወሲኹ ኢትዮጵያ ዓለማዊ ሕጋጋት ቅመማዊ ኣፅዋር ከምትኽተል ፍቑድ ዘይኮነ ኣፅዋር ከምዘይትጥቀም ብምብራህ እዚ ሕጂ ኣብ ልዒላ ዝተመስረተ ክሲ ጠቐነ ምዃኑ ኣነፂሩ። ኣብ መወዳእታ እቲ ጸብጻብ፣ ኣብ ልዕሊ ኢትዮጵያ ዝካየድ ፖለቲካዊ ምትእትታዋት ዘመተታት ከም ዘይትቕበሎ ብትሪ ኣፍሊጡ። ኣብ ህንዲ ክልተ መጻምድቲ፣ ኣብታ ሃገር ጸኒዑ ካብ ዘሎ ከቢድ ሕጋጋት ኮሮናቫይረስ ንምምላጥ ሚእትን ሱሳን ሰባት ዓዲሞም መርዕኦም ኣብ ጀት ነፋሪት ብምሕላፎም መዛረቢ ማዕከናት ዜና እታ ሃገር ኮይኖም። እዚ ተግባራቶም ድማ ኣብ ግዜ መርዓ ንልዕሊ ሓምሳ ሰባት ከይእከቡ ዝብል መምርሒታት ኮሮናቫይረስ እታ ሃገር ከምዝጠሓስዎ ዝሓበረ እቲ ጸብጻብ፣ ዳርጋ ዝበዝሑ ካብቶም ዕዱማት መከላኸሊ ማስክ ከምዘይነበሮም ወሲኹ ሓቢሩ። ነዚ ኣመልኪቱ መግለጺ ዝሃበ ሓላፊ ሲቪል ኣቬንሽን ህንዲ፣ ንኣብረርቲ እታ ነፋሪት ካብ ስርሖም ከምዝተሰጎጉ ክፍለጥ እንከሎ፣ ብተወሳኺ ዕቱብ መርመራ ክካየድ ትእዛዝ ከምዘመሓላለፈ ሶኒ ኣብ ዝገበሮ ጋዜጣዊ መሰናድኦ ኣፍሊጡ። እዞም ክሳብ ሕጂ ኣስማቶም ዘይተገልጸ ዘሎ መጻምድቲ፣ ዕለተ መርዕኦም ካብ ማዱራይ ብምብጋስ ኣብ ልዕሊ ታሪኻዊት ቤት መቕደስ መሜካና ኣማን ብምዝንባይ ኣብ ከተማ ቤንጋሩሉ ከም ዘዕረፈት ጋዜጣ ሂንዱስታን ታይምስ ኣብ ገጻት ኣስፊራ። ኣብ ህንዲ ብሰንኪ ዘሎ ሓያል ማዕበል ለብዒ ኮሮና ቫይረስ ብብዝሒ ሞታት ልዕሊ ሰለስተ ሚእቲ ሽሕ፣ መጠን መልከፍቲ ድማ ልዕሊ ዕስራን ሽዱሽተን ቢልዮን በጺሕሉ ኣብ ዘሎ ኣጋጣሚ ከምዚ ዓይነት ተርእዮ ከጋጥም ምኽኣሉ ንሰብ መዚ እታ ሃገር ኣደንጺዩ'ሎ። ዝኸበርኩም ተዓዘብትና ሎምዓንቲ ዝበልናዮም ዜናታት እዞም ክትዕዘብዎም ዝጸናሕኩም እዮም ነይሮም። ኣብ ካልእ ትሕዝቶ ብኻልእ መደብ ክሳብ ንራኸብ ሰላም።